ሎሚ ባጀት ካናዳ ተሰሊዑ ኣሎ። እዚ ባጀት እዚ ብቐንዱ ኣብ ጉዳይ ኢሚግረሽን ከምኡውን ኢኮኖሚ ናይ ካናዳ ኣበየናይ ደረጃ በጺሑ ኣሎ፣ ናበየናይ ኣንፈት'ኸ ዘምርሕ ዘሎ ዝገልጽ ናይ ክልተ ሽሕን ዕስራን ሽዱሽተን ባጀት እዩ። ከም ዝፍለጥ ሓድሽ መራሒ ካናዳ ፕራይም ሚኒስተር ማርክ ካርኒ ካብ ዝምረጽ ናይ ካናዳ ባጀት ኣይተሰልዐን ነይሩ። በዚ ከኣ ብዙሕ ተቓውሞ ይመጾ ነይሩ። ሎሚ ግን ባጀት ካናዳ ተሰሊዑ ኣሎ። እዚ ባጀት እዚ ከኣ ኣብ ኢሚግረሽን ተመሊሱ ኣሎ ከምኡ ውን ናይ ኢኮኖሚ ለውጢ ኣብ ካናዳ ኣብ ምንታይ ኢንቨስት ክትገብር እቲ ናይ ጋቨርንመንት ስፔንዲን ክንደያ ገንዘብ ከተውፅእ እቲ ዴፌሲት ዝበሃል ዘሎ ከዓ መልሲ ተዋሂቡሉ ኣሎ ብቐንዲ ከምቲ ኣብዚ ቻነል እዚ ብብዝሒ ንዛረበሉ ኣርእስቲ ንካናዳ ክንደይ ብዝሒ ሓደሽቲ ስደተኛታት ብብየናይ መንገዲ ብቐንዲ ከም መንግስቲ ሰሊዕዎ ዘሎ ቁፅሪ ክንደዩ ብየናይ መንገዲ እዮም ክኸኣቱ ብዛዕባ ቴምፖራሪ ወርከርስ ከምኡውን ፎሬን ወርከርስ ከምኡውን መንገዲ ቴምፖራሪ ወርከርስን ፎሬን ወርከርስን ብኸመይ እዮም ናብ ፐርማነንት ረዚደንት ዝኾኑ፣ እቲ መንገድታት ከመይ ይመስል ዝብል ሓደ ኣርእስቲ ሒዘልኩም መጺኦ ስለ ዘለኹ እዛ መደብ እዚኣ ካብ መጀመርታ ክሳዕ መወዳእታ ጽዮንኩም ትሰምዑኒ ብትሕትና ይሓትት። ናይ ሎሚ ኣርእስትና ገሊጸዮ ኣለኹ፣ ኣርእስታቱ ካብ ሰማዕና ናብ ምሉእ ትሕዝቶ። ጉዳይ ኢሚግሬሽን ከምቲ ናይ ቀደም እንዛረበሉ ዝነበርና ስቲል ሕጂ እውን ክቕፅል እዩ። ብቐንዱ ግን ኣበየናይ ቦታ እዮም ኣጥቢቖም ክሰርሑ ዝብል ሕቶ ኣብ ናይ ኤዱኬሽን ድዩ ብናይ ኒው ስቱደንትስ ወይ ድማ ፎሬን ስቱደንትስ ድዮም ከምፅኡ ወይሲ ኢንተርናሽናል ስቱደንትስ ከምኡውን ፎሬን ወርከርስ እዚኦም ንካናዳ ክሰርሑ ኢሎም ዝመፁ ብዝኾነ ሞያ ወይ ሰሌክቲቭ ዝኾነ ጥበብ ወይ ክእለት ወይ ድማ ኣብ ናይ ሄልዝ ኬር ድዮም ዝበዝሐ ሓደሽቲ ኢሚግራንትስ ከምፅኡ እተን ፕሮቪንሳት ከ ካብ ሓንቲ ፕሮቪንስ ናብ ሓደ ፕሮቪንስ እንታይ ዓይነት ስደተኛ ኢና ንደሊ እየን ዝብላ ዘለዋ። ከም ንኣብነት ኲቤክ ንሕና ንደልዮም ዓይነት ስደተኛታት ከም ዝኮንልዎም ወይ ድማ ፎሬን ወርከርስ ከም ዝኮንልዎም ፔርማነንት ሬዚደንትስ ከኣ ከምዚ ክኮንልዎም ክብሉ እዮም ዝገልጹ። መንግስቲ ካናዳ ከኣ እቲ ፈደራል ጋቨርመንት ዝበሃል ናይ ፕሮቪንሻል ጋቨርመንት ብዝደልዮ መንጽር ምስኡ ሓቢሮም እዮም ዝሰርሑ። ስለዚ ካብ ፕሮቪንስ ናብ ፕሮቪንስ ዋላ እኳ ዝተፈላለየ ቁጽሪ ክሓታ እንተኾና ግን ብሓፈሻ ኩለን እተን ኣብ ካናዳ ዘለዋ ፕሮቪንሳት ስቲል እዚ ናይ ክልተ ሽሕን ዕስራን ሽዱሽተን ሓደሽቲ ስደተኛታት ምቕባል ኣይከቋርጽኦን እየን። ብሰፊሑ እቲ ናይ ኢሚግሬሽን ፕሮግራም ጽባሕ ሰዓት ሽዱሽተ ይኸውን ረቡዕ ኣብዛ ሰዓት እዚኣ ሮብዕ እዩ ዘሎ ብሮብዕ እዚ ቪድዮ ሪኮርድ ዝገብሮ ዘለኹ ስለዚ ክሳዕ ሎሚ ዝወፀ መደብ ክነግረኩም እየ እንተኾነ ሓሙስ ከኣ ሓድሽ ፕሮግራም ክወጽእ እንድዩ እቲ ፕሮግራም ግን ኣዝዩ ሰፊሕ ስለ ዝኾነ መዓልቲ መዓልቲ ከይደራረብ ስለ ዘሎ ናይ ሎሚ ዝወጸ ክነግረኩም እየ ሓሙስ ከኣ እቲ ሓድሽ ፕሮግራም ክንደይ ቁጽሪ እዩ ኣበየናይ ሴክተር እዩ ክኸውን ኩሉ ኣስፋሕ ኣቢለ ከምጻልኩም እየ ናይ ሎሚ ግን ብሎሚ ዝወጸ ሓበሬታ ስለ ዝኾነ ገለ ዝጎደለ እንተሎ ተረድኡለይ ሎሚ ሚኒስትሪ ፋይናንስ ናይ ካናዳን ማርክ ካርኒ ፕራይም ሚኒስተር ናይ ካናዳን ዝሃቦ ሓበሬታ መሰረት ብቐንዱ ግን እቲ ኣጀንዳ ክልተ ሽሕን ዕስራን ሽዱሽተን ብፍላይ ኣብ ኢሚግሬሽንን ኣብ ናይ ኢኮኖሚክ ቼንጅ ብቐንዱ ከኣ ቁጠባ ናይ ካናዳ ከመይ ክመስልዩ እንታይዓት ዕላማታት መንግስቲ ሒዝዎ ዘሎ ናበይ ገጹ ከምርሕ ዝብል ኣርእስቲ ግን ብቐንዱ መሊሶም ኣለዉ። ሓደ ካብቲ ኣብቲ ዝነበረ ባጀት ናይ ምስላዕ ዝተዛረቡሉ ኣርእስቲ ከኣ ናይ ቴምፕራሪ ወርከርስ ከመይ ኢሎም ናብ ፐርማነንት ረዚደንት ይኾኑ ኣብ ካናዳ ግዝያዊ ስራሕተኛ ኢሎም ዝመፁ ነይሮም እዞም ሰባት እዚኦም ኣብ ካናዳ መፂኦም ምስቲ ናይ ካናዳ ሕብረተሰብ ተሳቲፎም ጉዳዮም እናሰርሑ ስራሕ እናሰርሑ ሓደ ታክስ ይኸፍሉ ካልኣይ ካኣ ነቲ ኢኮኖሚ ናይ ካናዳ ይሕግዙ እዮም እዞም ሰባት እዚኦም ብዝተፈላለየ ምክንያታት ፐርማናንት ሬዚደንት ክኾኑ ኣፕላይ ይገብሩ እዮም ወይ ይሓቱ እዮም ግን መንግስቲ ካናዳ ኣዝዩ ተሪር ዝኾነ ሕግታት ስለ ዘለዎ ፐርማናንት ሬዚደንት ኣይኮነን ኣብ ዝግበር ዘሎ ግን ነዞም ቴምፖራሪ ሬዚደንት ዝበሃል ዘሎ ወይ ቴምፖራሪ ወርከርስ ግዜያዊ ሰራሕተኛታት ኢሎም ካናዳ ዝኣተው ብዝሓጸረ መንገዲ ወይ ድማ ብዝቐልጠፈ መንገዲ ፐርማንት ሬዚደንት ክኾንሉ ዝኽእሉ መንገዲ ክፈጥሩ ምዃኖም መብጽዓ ኣትዮም ኣለዉ። ሓደ ካብቲ ዝረኽቦ ዝነበሩ ጥርዓናት እንታይ ነይሩ? ኣብ ካናዳስ ብዝሒ ስደተኛታት ይመጹ ኣለዉ። እዞም ስደተኛታት ከኣ ከመይ ኢሎም እዮም ምስቲ ኮሚኒቲ ወይ ምስቲ ሕብረተሰብ ድኣትዉ? ኣብኡ ኣትዮም ከ ብሓቂ ብሓቂ ነቲ ሕብረተሰብሲ ፖዚቲቭ ዝኾነ ጽልዋ ኣለዎም ዶ የብሎምን ዝብል ሕቶ እዩ። ሕጂ ኣብ ጽርግያታት ወጺኦም ዋላ ክጠርዑ ከለዉ ካናዳውያን እንተሰሚዕኩሞም እዞም ቴምፖራሪ ወርከስ ወይ ድማ ኒው ኢሚግራንት ዝበሃል ዘለዉ ስራሕና ይወስድዎ ኣለዉ እዮም ዝብሉ እንተኾነ ግን ስራሕ ኣይኮኑ ዝወስዱ ነይሮም እቶም ኒው ኢሚግራንት ዝበሃሉ ምክንያቱ እዞም ሓደሽቲ ስረኛታት ዝበሃል ካናዳ ክመፁ ከለዉ ሓደ እቲ ሓድሽ ዝበሃል ዝኣትዎ ስራሓት እቲ ዝተሓተ ሌቨል ስራሕ እዩ ዝሰርሕ ሓድሽ ኮይኑ ናብርኡ ከጣጥ ኣብ ዝተሓተ ስራሕ እዩ ዝሰርሕ እቲ ፀገም ግን እንታይ ኮይኑ ገዛ ክራይ ከቢሩ ሃውዚንግ ክራይሲስ ኣጋጢሙ ብፍላይ ኣብተን ዓበይቲ ዓበይቲ ከተማታት ከም በዓል ቶሮንቶ እዚ ስለ ዘጋጥም ዘሎ ቀዳማይ መንግስቲ ካብቲ ወሲንዎ ወይ ወጢንዎ ዘሎ ኣጀንዳ እንታይ እዩ ብዝሒ ገዛታት ወይ ድማ ሪኮንስትራክሽን ንምስራሕ በዚ እየ ከዓ ኣብ ካናዳ ክዛረብ ከለኹ ብዛዕባ ካናዳ ክዕለኩም ከለኹ ግድን እዩ ኣብቲ ናይ ኮንስትራክሽን ድዩ ሄልስ ኬር ዘሎ ፅፍሕታት እንተ ደኣ ሞያታትን ጥበብን ሒዝኩም ኣብዚ ስራሕ እዚ ግድን እዮም ክደልዩ ካናዳ ክሳዕ ትምዕብል ዘላ ክሳዕ እቲ ፖፕሌሽን ናይ ካናዳ ብብዝሒ ይወልድን እዮም ካናዳውያን ስለዚ ሓደ ሰብ ሰብኣይን ሰበይትንሲ ሓደ ይወልዱ ክንዲ ሓደ ከማን ድወልዱ መብዛሕትኡ ግዜ ፓፒ እዮም ዘዕብዩ ሓደ ንእሽተይ ከልቢ ከልቢ ዓረብ ገለ የምፅኡ ንእሽተይ ከልቢ ዓረብ የዕብይዎ እቲ ፓፒ ይዓቢ እሱ ግን ክትካእ ኣይክእልን እዩ ንኢኮኖሚ እውን ሓንቲ ዝተዋፅኦ ይብሉን ስለዚ እዮም ከዓ ግድን ካብ ካልኦት ሃገራት ዝተፈላለዩ ስደተኛታት ከምፅኡ ዘለዎም ነዚ ህዝቢ እዚ ክትክእዎ ክኽእሉ ኣለዎም ምክንያቱ ኢኮኖሚ ሓንቲ ሃገር ክሰርሕ ተኮይኑ ዝሰርሕ መንእሰይ ሰብ የድሊ እዩ ካልኣይ ውን ኣብቲ ፔንሽን ናይ ካናዳ ሲስተም ረኣይዎ ትሰርሕ ምሽ ዳርጋ ኣርባዓ ዓመት ሰሪሕካ ወዲ ስሳን ሓሙሽተን ዓመት ምስ ኮንካ ጥሮታ ትወፅእ ጥሮታ ምስ ወፃእካ ግን እቲ ንስኻ ትቕበሎ ዘለኻ ገንዘብ መብዛሕትኡ እንታይ መስሎ መስለኩም እቲ ገንዘብ ደቐመጥካዮ ካብ ስራሕ ትሰርሕ ከለኻ ዝቑረፀካ ኣሎ እወ ብልክዕ ንሱ ዝቑረፀካ ኣሎ እንተኾነ ግን እቲ ኢኮኖሚ ክሰርሕ ክንቀሳቐስ ተኾይኑ ደይሰርሑ ሰባት ከ ኣለዉ ብዙሓት ነዚ ኢኮኖሚ እዚ ከንቀሳቐስ ዝኽእል እንታይ እዩ ተልኩምኒ እቲ ገንዘብ ተቐመጠ ኣይኮነን ገንዘብ ኩሉ ግዜ ዋላ ሸሕ ግዜ ቐምጦ ኢንፍሌሽን ዝበሃል ኣሎ ብሰንኪ ኢንፍሌሽን ከዓ እቲ ገንዘብ ዋግኡ ወይ ድማ ቫልዩ ናቱ ይጎድል እዩ ነዚ ኢኮኖሚ ከንቀሳቐሶ ዝኽእል እንታይ እዩ ሓድሽ ሰብ መፅኡ ኣብ ስራሕ ክሳተፍ ኣለዎ እቲ ኢኮኖሚስ ክንቀሳቐስ ትኾይስ ገንዘብ ክንቀሳቐስ ኣለዎ ስራሕ ክካየድ ኣለዎ ዕማም ክካየድ ኣለዎ እሱ እዩ ነቲ ኢኮኖሚ ንቀሳቐሶ ዓያይ መንእሰይ ዓያይ ሰብ ከዓ የድልየካ እንተኾነ መብዛሕትኦም ካናዳውያን ኣሪጎም ስለዝኾኑ ኣለዉ ብዙሓት ስቲል ግን ኣይወልዱን እዮም ከዓ እሶም ከዓ ሕጂ እቲ ፕሮብለም እንታይ ኮይኑ ግድን ክትክኡ ክብሉ ከምፁ እዮም ስለዚ ዋላ ነዞም ንስኹም ኣብ ኣፍሪቃ ዘለኹም ኣብ ካልእ ዓለም ዘለኹም ጉዳይ ከናዳሲ ክንመፅእ ድና ትብሉ ክትመፁ ኢኹም ናይ ግዜ ሕቶ ጥራይ እዩ እንተኾነ ግን ኣብዚኣ መፂኹም ግን እዚ ትሪኦ ዘለኹም ኣብ ካናዳ ኣትዩ ዘሎ ኩሉ ግዜ ብዛዕባ ካናዳ ክዛረብ ከሎ ኦ ካናዳ ስራሕ ያለን ኦ ካናዳ ከምዚ ከቢድ እዩ ዝብል ከምዚ ሓስዩ ገለ ኣይኮነን እቲ ኩነታት ካናዳ ይረኣዮ እሞ እቲ ኣብ ኣፍሪቃ ከሎ ዝብሎ ዝነበረ ከዓ ክጣዕሶ ኣይክእልን እዩ ምክንያቱ ካብ ኣፍሪቃ ዘይወፃእኹ እዩ ድብል ነይሩ ግን ኣተሓሳስቦ እቲ ግዜ ተጠቂመሉ ተዝኸውን ነርስ እንታይ ምበልኩ እዩ ዝብል ሓራይ ናብ ኣርእስትና ንመለስ ካልኣይ ኣብዚ ባጀት እዚ እናተዛረቡ ከለዉ ዝጠቐስዎ ዓብዪ ኣርእስቲ እንታይ ኤች ዋን ቢ ቪዛ ዝበሃል እዚ ኤች ዋን ቢ ቪዛ ዝበሃል ኣሜሪካ ዶናልድ ትራምፕ ኣብ ዘውጽኦ ሓበሬታ እንታይ ኢሉ ነይሩ ኤች ዋን ቢ ቪዛ ንክትረኽቡስ ገንዘብ ክትከፍሉ ኢኹም ነዚ ቪዛ እዚ ኢሉ ነይሩ ሕጂ እዞም ኩሎም ኣብ ኣሜሪካ ዘለዉ ምሁራት ብናይ ዓብ ዓብ ጽፈታት ዝሰርሑ ብሰንኪ ትምህርቶም ኤች ዋን ቢ ቪዛ ገይሮም ክሰርሑ ኣብ ኣሜሪካ ድመፁ እንተ ኣብ ኣሜሪካ ዘይጣዕሞም ንካናዳ ክመፁ ተኽእሎ ኣለዎ ካናዳ ካ ትዕድም እያ ደላ ሕጂ ምሁር ኩሉ ግዜ እያ ትደሊ ካናዳ ከም ሓቂ ስለዚ እዞም ምሁራት እዚኦም ንካናዳ ዝመፅሉ መንገዲ እውን ክፈጥሩ ምዃኖም እዮም ተዛሪቦም እዚ ግን ኣብቲ ናይ ትማሊ ናይ ባጀት ኣይኮነን ተዛሪብዎ ንእግረ መንገዲ እየ ዝነግረኩም ዘለኹ ኣብ ናይ ዩናይትድ ኪንግዶም ዩከይ በፂሑ ከሎ ኣብኡ ሽዑ ተዛረቦ እዩ ኣብቲ ኮንፈረንስ ሓይቶሞ ነይሮም ምስ ኪር ስታርማር ኮይኑ ሽዑ ዝተዛረቦ እየ ዝነግረኩም ዘለኹ ሓራይ ሕጂ ብዛዕባ ፕላን 2026 ኣብቱ 2028 ዝብል ኒው ካናዳ ኢሚግሬሽን ለቨል ፕላን ናይ 226 228 ከመይ ይመስል ዘውፅዎ ኣብ ናቶም ዌብሳይት ከምስልዎ ዘለኹም እዚ ትማሊ ሰዓት ኣርባዕተን ፈረቓን ወጽዩ ኣነ ከኣ ሕጂ ሰዓት ሽዱሽተን ፈረቓን እዛ ቪድዮ ይሰርሓ ኣለኹ። ኣብዚ መደብ እዚ እዞም ኢኮኖሚክ ማይግራንትስ ዝበሃሉ ወይ ድማ ብናይ ኢኮኖሚ ንካናዳ ክሕግዙ እዮም ዝበሃሉ ዝመጹ ናይ ሰለስተ ዓመት ፕሮግራም ኣውጽኦም ኣለዉ። እዚ ሰለስተ ዓመት ፕሮግራም ንዓመት ሰለስተ ሚእትን ሰማንያን ሽሕ ሓደሽቲ ፐርማነንት ሬዚደንት ንካናዳ ከምጽኡ ምዃኖም እዚ ከኣ ንሰለስተ ዓመት ዝኸይድ ዝቕጽል ፕሮግራም እዩ። እንተኾነ ዓመታዊ ግን ከባቢ መጀመርታ ዓመት ክልተ ሽሕን ዕስራን ሽዱሽተን ማለት እዩ ሰለስተን ሰማንያን ብድሕሪኡ ሰለስተን ሰብዓን ብድሕሪኡ ከኣ ሰለስተን ሓምሳን እናቐነሰ እዩ ክኸይድ። እንተኾነ ግን እ፣ እቲ ቁጽርታት እቲ ዝቕንስ ዘሎስ ብዕስራ ሽሕ ብዓሰርተ ሽሕ እዩ። ስለዚ ቀጻሊ ዝበዝሐ ሰብ ክመጽእ እዩ። ካብቲ ዘይመጽእ እዚ ዝመጽእ ክበዝሕ ምዃኑ እዚ ውፅኦሞ ዘለዉ ናይ ቁፅሪ ወይ ድማ ብዝሒ ስደተኛታት ክቕበሉ ምዃኖም ዝብል ባጀት ከዓ ልክዕ ምስቲ ናይ ባጀት ናይ 226 ወፂኡ ዘሎ ምስኡ ዝተኣሳሰሩ እዩ ምክንያቱ ናይ ካናዳ ባጀት ምስ ኢሚግሬሽን ተኣሳሰሩ እዩ ብዝሒ ስደተኛታት ይመፅእ ናይ ስራሕ ዕልቕልቕ ይመፅእ እዚ ኩሉ ህዝቢ ኮምፕሌን ዝገብሩ ዘሎ ክፈትሕዎ እንተ ደኣ ኮይኖም ብካልኩሌሽን ክሰርሑ ኣለዎም ኣብዚ ከዓ ናይ ኒው ካናዳ ኢሚግሬሽን ሌቨል ዝብል ኦቨርኦል ፕላንድ ፐርማነንት ሬዚደንት ኣድሚሽን ብጠቕላላ እስክንደዮም ፐርማነንት ሬዚደንት ከምፅኡ ንካናዳ እቲ ታርጌት ክንደይ ይብል ኣሎ እቲ ሎው ሬንጅ ን ሃይ ሬንጅ ካብ ሰለስተን ሰማንያን ሽሕ ክሳብ ኣርባዕተን ዕስራን እዩ ዝብል ተሃይ ግን እሶም ብዝወሓደ ሰለስተን ሰማንያን ሽሕ ከነምፅእና እዮም ዝብሉ ዘለዉ እቲ ፕላን ከምኡ እዩ ኣብዚ ሕጂ ሓደ ክንክተሎ ዘለና ንሕና ኤርትራውያን ወይ ሓበሻ ኣብ ካናዳ ንቕመፅሲ ምዚ ናይ ካናዳ ፕላን ኣበየናይ ፊልድ ወይ ቦታ ክፍቲ ቦታ እስክነጥፍ ንኽእል ዝብል ኣሎ ሕጂ ኦሬድ ነዞም ካናዳ ኣቲኹም ዘለኹም ከም ትርእይዎ እቲ ሓደ ዘይመውት መንግስቲ ዝደፍኣሉ ስራሕ እንትርኣ እንታይ ኢልኩምን ሄልዝ ኬር እዩ ብጣዕሚ እዮም ንሄልዝ ኬር ዝደፍኡሉ ኣብ ሄልዝ ኬር ዘለኻ ወል ሓደ ሰብ ስራሕ ስኢነ ክብለካ ኣይትሰምዕን ኢኻ ምክንያቱ ብዙሓት ሲኒየርስ እዮም ዘለዉ ብዙሓት ናይ ኣረገውቲ ስራሕ እዩ ዘለዉ ዋላ ዋላ ነርስ ኮንክ ክሰርሓ ትኽእላ ኢኸን ኣዋልድና ደቂ ኣንስትዮ ናይ ካናዳ ከም ነርስ ኮንክ ክሰርሓ ትኽእላ ኢኸን ደቂ ተባዕትዮ ኣብ ናይ ኮንስትራክሽን መዓት ስራሕ እዩ ደሎ ሓደ ሳመር ጥራይ ኢኻ ትሰርሕ ዊንተር ከኣ ኣብ ካልእ ስራሕ ክትነጥፍ ትኽእል ኢኻ ሕጂ ብዙሕ ሲስተማት ብዙሕ መንገዲ እዩ ዘሎ እቲ ኣብ ሳመር ኣብ ሳመር ሰሪሕካ ኣብ ዊንተር ከኣ ትዕርፈሉ መንገዲ ኣብኡ ከኣ ናትካ ከም ሻጥርካ ከም ከም ሲስተምካ ክትሰርሓሉ ትኽእል ብዙሕ መንገዲ እዩ ዘሎ ስለዚ ዓወት ክርከበሉ ዝኽእል ዓዲ እዩ ዋላ እኳ በድሃ እንተኾነ ሓደ ካብቲ ኣካትዐ ዝነበረ ኣርእስቲ እንታይ ነይሩ መስለኩም ኣብ ካናዳ እዚ ናይ ቴምፖራሪ ሬዚደንት እዞም ከዓ እዞም ፎሬን ወርከርስ ካብ ደገ ንካናዳ ንክሰርሕሎም ዝኣተዉ ከምኡ ውን ቴምፐራሪ ወርከርስ ግዝያዊ ሰራሕተኛታት ከምኡ ውን ኢንተርናሽናል ስቱደንትስ ሕጂ ብዝሒ ኢንተርናሽናል ስቱደንትስ ትቕበል ዓዲ ብዓለምና ካናዳ እያ ሕጂ እቲ ዋና ነገር ነዘን ኢንተርናሽናል ስቱደንት ክትቅበል ዝገብራ ዝነበረ ሓደ እቲ ሌቨል ናይ ትምህርቲ ናይ ካናዳ ፅቡቅ እዩ ብጣዕሚ ፅቡቅ ኣብ ካናዳ ዓን ተማህሮም ምናቱ እቲ ስታይል እቲ ስልቲ ካናዳ ዝምህሩኻ ሜሞራይዜሽን ኣይኮነን ናይ ምዝካር ኣይኮኑ ዝምህሩኻ እቲ እምሮኻስ ብዙሕ ክዝክር ኣይኮኑ ዝደልሶም ኦምሮኻ ክሓስብ እዮም ዝፅዕሩ ዋላ እቲ ክላሳት ዋላ እቲ ዝገብሩ ዓይነት ስታይል ኣምሃህራ ሓደ ሰብሲ ከመይ ኢሉ ኣስፊሑ ይሓስብ ብኸመይ ኣእምሮኡ የስርሖ እዮም እምበር ዘክር ኣይኮነን ክንደይ ትዝክር ናይ ሜሞሪ ክላስ ኣይኮነን በዚ ከዓ ካናዳ ሓንቲ ካብቲ ተመራፂ ንኢንተርናሽናል ስቱደንትስ እያ ኦፍኮርስ ርጉፅ እዩ ንካናዳ ዝመጽእ ሰብ ፍርቁ ክመሃር ፍርቁ ክተርፍ እዩ ዝመጽእ ምክንያቱ መብዛሕትኦም ፎሬን ወርከርስ ወይ ድማ ኢንተርናሽናል ስቱደንትስ ኣብ ካናዳ ምስ ኣተው ብኸመይ ኣሎ መንገዲ ፓት ቱ ፒኣር ዝበሃል ኣሎ መንገዲ ናብ ፒኣር ዘእትዎም እዮም ዝደልዩ እጂ መንግስቲ ካናዳ ከዓ ነዚ ፈሊጡ እንታይ ገይሩ ነቲ ቁፅሪ ካናዳስ ልዕሊ ሓደ ሚሊዮን ኢንተርናሽናል ስቱደንትስ እያ ተቐቢላ ዓሚ እዚ ቁፅሪ እዚ እንተ ርኢናዮ ካብዚኦም ክንደዮም እቶም ተምሃሮ ተመሊሶም ክንደይ ከ ናይ ብሓቂ ኣብ ኮሌጃት ኣብ ትምህርቲ ኣትዮም ረጅስተር ገይሮም ሲ ቀፂሎም ድበሃል ኣሎ እጂ መፅኦም ክምሃሩ ኮ ይኣትዉ እዮም ነታ ቀዳመይቲ መዓልቲ ወይ ካልኣይቲ መዓልቲ ኣብ ትምህርቲ ይምዝገቡ ድሓር ግን ብፀብፃብ ድወፀ ድሕሪ ወርሒ የለውን እዞም ሰባት እዚኦም ኣብ ኦንቴርዮ ተመዝገቡ ኣብ ኣልበርታ ከይዶም ስርሖም ጀሚሮም ባቤነ ገዲፎሞ ኣለዉ እቲ ናይ ኤዱኬሽን ፕላን ሕጂ መንግስቲ ካናዳ ነዚ ንምቁፅፃር ን226 150 ሽሕ ጣይና ንቕበሉ ኣሎ ስለዚ ዳርጋ ብ80 ፐርሰንት ኣጉድሎሞ ኣለዎ ማለት እዩ ካብ 1 ሚልዮን ምቕባል ናብ 150 እንተወሪዱ ማዕረ ክንዲ ኣጉድሎሞ ኣለዎ ሕጂ ዝፅልዋ ዘለዎ ኮይኑ ይስማዓካኒ ግን ሓደ እቲ ዝገብሮ ፅልዋ እንታይ እዚ እዘን ኩለን ዓበይቲ ቤት ትምህርትታት ብዙሓት ተምሃሮ ስለ ዝረኽባ ዝነበራ ብዙሓት ሰባት ኢምፕሎይ ይግበራ የግብራ ነይረን ስራሕ ይህባ ነይረን እዚ ከጋጥም ከሎ ግን እዞም ኩለን ቤት ትምህርትታት ብዙሕ ሰብ እዩ ኣብ ቤት ትምህርትታት ናይ ፅሬት ዝሰርሕ ከም መምህር ኮይኑ ዝሰርሕ ከም ኮኮ ኮይኑ ዝሰርሕ ብዙሕ ብዙሕ ስራሕ ዘሎ ቤት ትምህርትታት ማለቱ ኮሌጃት ካናዳ ዩኒቨርሲታት ካናዳ ኣዝዩ ዓብዩ እዞም ኩሎም ነዚ ስራሕ ኢሎም ዝሰርሑ ዝነበሩ ብጣዕሚ እዮም ዝፅለዉ ምክንያቱ እዞም ኣሽሓት ተምሃሮ ኣይክምሃሩን እዮም ተምሃሮ ተዘየሉካ ንምንታይ ኢኻ እሞ ሰራሕተኛታት ሓየር ክትብል ስለዚ ገለገለ ትምህርትታት በዚ ናይ መንግስቲ ዝገብሮ ዘሎ ካት በዚ ናይ ኢሚግሬሽን ዝገብሮ ዘሎ ለውጢ ብጣዕሚ እየ ዝፅለዋ በዚ እቲ ናይ ካናዳ ሂወት ሲ ካናዳስ ብናይ ኢሚግራንት ስራሕ ትካየድ ዝኾነ ኢሚግራንት ካናዳ ምቕባል ተገዲፋቶ ኮምፕሊትሊ ናይ ካናዳ ኢኮኖሚ ኣብ ሓደጋ ይክወድቕ ባዕሎም ኣብቲ ናይ ፈደራል ኣብቲ ባጀት ናይዚ ሃገር እዚኣ ከውፅኡ ከለዉ ኣብ ዝሃብዎ ሓበሬታ ማለት እዩ ሌበር ማርኬት ኣንድ ዴሞግራፊክስ ዝብል እጂ እቲ ሌበር ጠለብ ናይ ስራሕ ከመይ ኣሎ እቲ ማርኬት እንታይ ይሓትት ኣሎ እቲ ክሊ ዕድመኸ ካናዳስ ከመይ ዓይነት ክሊ ዕድመ እዩ ዘለዋ ልዕሊ ክንደዮም ልዕሊ ሱሳ ልዕሊ ክንደዮም ትሕቲ ርባዓ ልዕሊ ርባዓ እንዳበልካ ትሪኢኽዮም ዝበዝሑ ካናዳውያን ልዕሊ ሱሳ ልዕሊ ርባዓ ልሓምሳ እዮም እሞ ኸኣ መብዛሕትኦም ከም ዝበልኩኹም ኩርኩር ገለ ኣለዎም ወይ ሓደ ከልቢ ንእሽተይ ናሽቱ ችዋዋ ድመስሉ ኣለዉ ከምኡ እዮም ዘለዎም እጂ ከምዚ ኢልካ ሃገር ክትሃንፅ ብጣዕሚ እዩ ከቢድ ብጣዕሚ ብጣዕሚ እዮም ሊበራል በቃ ብሕታዊ ዝኾነ ዓይነት ሂወት እዩ ዘለዎም እዚ ከኣ ንኢኮኖሚ ኣዝዩ ሃናጺ ኣይኮነን። ኣብዚ ባጀት እዚ ከውጽኡ ከለዉ እንደገና ሓደ ብቐንዱ ዝጠቐስዎ ነይሩ ንሱ ከኣ እንታይ እዩ ናይ ሃውዚን ኣንድ ኢንፍራስትራክቸር ዝበሃል ናይ ገዛ ምስራሕ ህንጸት ጌና ክቕጽል ምዃኑ ብብዝሒ ከኣ ክጽዕርሉ ምዃኑ እዮም ተዛሪቦም ምክንያቱ ምስ ዘምጽዎ ዘለዉ ሓደሽቲ ኢሚግራንትስ ሓደ ካብቲ ብቐንዱ ዝጠቐስዎ ጸገማት ሕጽረት ገዛ ምህላው እዩ ነዚ ሕጽረት ገዛ ንምምላእ ከኣ ዓበይቲ ዓበይቲ ፕሮጀክትታት ሰሊዖም ኣለዉ። ሓደ ካብዚ ፕሮጀክትታት ኣብ ዝተፈላለያ ከተማታት ብብዝሒ ገዛ ንምህናጽ ብብዝሒ ገዛ ዝሃነጸት ፕሮቪንስ ከኣ ገንዘብ ሓገዝ ክግበረላ ሞር ሓገዝ ዝበሃል ከምዚ ኢንሰንቲቭ ማለት እዩ ሞር ዝሃነጸት ስለዚ ናይ ኮንስትራክሽን ስራሕ መሊሱ ክቕጽል እዩ ኣይ ነው ኣብዚ ክነግረኩም ከለኹ ተስፋ ድበኩም ጥራይ ኮይኑ እዩ ዝስምዓኩም ግን ኣብ ባይታ ዋላ ክኸብር ይኽእል እንዲ ግን እሞን እዚ ትዝብልዎ ዘለኹ እንዲ ከም ዘለዎ እየ ዝነግረኩም ዘለኹ ኣብዚ ሓንቲ ሓጻር ቪድዮ ክርእየኩም ደለ ኣለኹ ንሱ ከኣ ማርክ ካርኒ ፕራይም ሚኒስተር ናይ ካናዳ ኣብ ዝሃቦ መግለጺ ብዛዕባ እዚ ናይ 225 226 ኣውጺኦሞ ዘለዉ ፕሮግራም ብዛዕባኡ ብዛዕባ እቲ ባጀት ተዛረቡ ሓጻር ቪድዮ ናይ ሰለስተ ደቂ ኣላሞ እዛ ቪድዮ እዚኣ ሓቢርና ንስማዓ

ኪቤክ ናታ መንገዲ ናታ መስርሕ እዩ ዘለዋ ናብኡ ዝኣትዉ ከኣ ናቶም ባዕሎም ነቲ ቁጽሪሲ ፍራንኮፎን ዝዛረቡ ክመልእዎ እዮም ዝደልዩ ኪቤክ ሓደ እዋን ነዞም ዘይትፈልጡ ክነግረኩም ኣብ ታሪኽ ካናዳ ክፍለ ኤላ ነይራ ኪቤክ ንሕና ናትና ናይ በይንና ሃገር ክንከወን ኢሎም ነይሮም እዮም ነዚ ዘይተቐበሉ ህዝቢ ካናዳ ከኣ ፍርቂ ምርጫ ይገበር ኢሎም ኣብቲ ምርጫ ከኣ ኲበክ ብ ብ ሓምሳን ክልተን ፐርሰንት ኣይትፈለ ዝብሉ ኣርብዓን ሸሞንተን ፐርሰንት ከኣ ትፈለ ዝብሉ ነይሮም ስለዚ በዚ- በዘን ክልተ በዘን ኣርባዕተ ፐርሰንት ትጽናሕ ስለ ዝበሉ እታ ኲበክ ሳሕጅላ ግን ብጣዕሚ እዮም ዝኾነ ከጋጥም ከሎ ኲበክ ናትና ናቶም ናይ በይኖም እ፣ ኣካይዳን እ፣ ስታይን ዘለዎም በይኖም ሃገር ክኾኑ እዮም ዝደልዩ ክብል እየ ኣብዚ እቲ ካልእ ዝገለጽዎ ብዛዕባ ናይ ስራሕ ዕድላት ብዛዕባ ቤት ትምህርትታት ኣብ ካናዳ እዞም ኩሎም ክመሃሩ ኢሎም ዝመፁ ብዙሕ ገንዘብ እዮም ዝኽፍሉ ብፍላይ ኢንተርናሽናል ስቱደንት ስለዚ ኢንተርናሽናል ስቱደንት ብብዝሒ ካፕ ግበር ተሎ ወይ ምእታዊ ናብ ካናዳ ይኽልከሉ ተለዉ እዘን ትምህርትታት እዚአን እቲ ናተን ፕሮግራማት ክቕጽል ኣይክእልን እዩ ዳስ ዋይ ተሪኢኹም ብዙሕ ፕሮግራማት ይቋረጽ ኣሎ ምክንያቱ ኢንተርናሽናል ስቱደንት ብዝኽፍልዎ እዩ እቲ ሲስተም እቲ ቢዝነስ ዝሰርሕ እምበር ኣብዚ ዘለና እቲ ንኸፍሎ ኣዝዩ ውሕድ እዩ ፐርማናንት ሬዚደንት ወይ ድማ ካናድያን ሲቲዘን ኮንካ ናይ ቤት ትምህርቲ ትኸፍሎ ኣዝዩ ውሕድ እዩ ከተወዳድሮ ከለካ ምስ ሓደ ናይ ኢንተርናሽናል ስቱደንት ስለዚ እዚ ኢሚግሬሽን ብጣዕሚ ኪ በቃ ቀንዲ ሓለንጊ ናይዚ ሃገር እዩ ሒዝዋ ዘሎ ነዚ ሃገር ደው ኣቢሉ ኣሎ ኢሚግሬሽን እዩ ክብለኩም ኢለ ብመጠን ስደተኛታት ክንደይ ክኣትው ምዃኖም ገሊጹ ነይሩ 56 ሽሕ ከባቢ ክኣትው እዮም ኢሉ ሆፍሊ ልዕሊ እቶ ዝገብርዎ ግን ዝብልዎ ፕሮጀክት ዝገብርዎ ዘለዉ እዩ ን226 ብቐንዱ ሕጂ ናይ 225 226 228 ናይ ኤክስፕረስ ኢንትሪ ክንደይ ምዃኑ እተን ፕሮቪንሳት ባዕለን ክስታይ ከውፅኣ እየን ባጀተን ሰሊዐን ክንድዚ ኢና ነእቱ ክብላ እየን ዝኾነ ግን እዚ ናይ ኢሚግሬሽን ጉዳይ ነዚ ይመስል ፅባሕ ብዘውፅኦ ሓበሬታ ከዓ ኣስፋሕ ኣቢለ ከምፅኣልኩም እየ ኣይ ሆፕ ግን ናይ ሎም መዓልቲ ዝኾነ ሓበሬታ ወይ ገምጋም ሂብኩም ክኸውን ነዛ ቻናል እዚኣ ክትድግፍዋ እንትርኣ ትብል ይኾንኩም ሰብስክራይብ ንጓር ኣይትረስዑ ኣብ ቀጻሊ ብኻልእ ስፍሕ ዝበለ ኣርእስቲ ክንመያየጥ ኢና ግን ሕቶን ርእቶን ክህልወኩም ግዴታ ስለ ዝኾነ ኣብ ኮመንት ክትጽሕፉ ትኽእሉ ኢኹም ዘይተረድኣኩም ወይ ዘይነጽረልኩም ተሎ ምናልባት ብሰፊሑ ክነንቦ ተድኩም ከዓ ሊንክ ናይዚ ኩሉ ዌብሳይታት ከምጽኣልኩም እየ ግን ኣብ ቀጻሊ ቻነልና ከዓ ኣብ ቀጻሊ ነቕርቦ ቪድዮ ከዓ ኣስፋሕ ኣቢለ ከምጽኣልኩም እየ እዚ ወድሓንኩም